መዛዘሚ መጽረይ ማለት ኮይኑ ክወጽእ ዘለዎ ውሱን ዓቐን መግቢ እዩ። ዘካትል ፈጠር ዓቕሚ ንዘለዎም ኩሎም ኣመንቲ እስልምና ግዴታ ዝኾነ ፈርዲ ኮይኑ ምውጽኡ ድማ ኣብ ስድራ ወይ ቤተሰብ ሓላፍነት ዘለዎ ወይ ዘለዎ ሰብ ይኸውን ብሽሙ ወይ ብሽም ኣብ ትሕቲኡ ወይ ኣብ ትሕቲኣ ንዘለዉ ሰባት ማለት ቈልዑን መንእሰያትን ዓበይትን ንኣሽትን ሰብኡትን ኣንስትን ከውጽእ ኣለዎ። ዓቕሚ ዘይብሉ ሰብ ድማ ካብዚ ግዴታ እዚ ናጻ ይኸውን። ኣብ ስሮቱል በቐረ ኣያ 286 ረቢ ስብሓንሁ ወተዓላ ንዝኾነ ሰብ ካብ ዓቕሙ ንላዕሊ ሰኸም ከም ዘይህቦ ከም ዝስዕብ ኣገባብ ሰፊሩ ይርከብ። ኣላህ ንነብሲ ኻብ ዓቕማ ንላዕሊ ኣይምእዝዛን፣ ንዓኣ ዝገበረቶ ኣለዋ፣ ኣብኣ እውን ዘፍረየቶ ሓጢኣት ኣለዋ በሉ። ኦ ጐይታና፣ እንተ ረሲዕና ወይ እንተ ስሒትና ኣይትሓዘልና፣ ኣይትቕጽዓና። ኦ ጐይታና፣ ከምቲ ኣብቶም ቅድሜና ዝነበሩ ዝጸዓንካዮም ከቢድ ጾር ኣይትጽዓነና። ኦ ጐይታና ብኽእለት ንዘይብልና ኣይተሰክመና ካባና እቕረ በለና ምሕረት ግበረልና ራህርሃልና ንስኻ ኢኻ ጎይታና ኣብ ከሓቲ ህዝብታት ዓወተና ስሮትል ኣለበቐራ ክልተ ሚእትን ሰማንያን ሽዱሽተን ፍልልይ ኣብ መንጎ ሰደቓን ዘካትን እንታይ እዩ? ሰደቓ ብወለንታዊ ድሌት ክወሃብ ዝኽእል ጭቡጥ ነገር ምጽወታ ወይ ረድኤት ከም ገንዘብ ዝኣመሰለ ኮይኑ ከምኡ እውን ኣብ ልዕሊ ካልኦት ጽቡቕ ተግባርን ርክባትን ዝሓዘ ክኸውን ይኽእል። ንኣብነት ጽቡቕ ዘረባ በዚ መሰረት ሰደቓ ነገራውን ተግባራውን ትሕዝቶ ኣለዎ እዩ። ሰደቓ ኣብ ልዕሊ ኩሉ ክፍጸም ዝኽእል ጽቡቕ ተግባር እዩ። ሰደቓ እዚ ጽቡቕ ንምግባር ኢልካ ብድሌትካ ዝወሃብ ሓገዝ ኮይኑ ብርህርሄ ዕርክነት ወይ ብኻልኦት ምኽንያታት ንረቢ ኢልካ ዝምጽወት ወይ ዝወጽእ እዩ።

ቤት ትምህርቲ ምስራሕ ዝኣመሰሉ ነቲ ሕብረተሰብ ቀጻሊ ዝኾነ ሓገዝን ጥቕምን ዘወፊ እዩ። ዘካት ንኣመንቲ እስልምና ጥራሕ እዩ ዝምልከት ኮይኑ ሰደቓ ግን ሽጉራት ንዝኾኑ ኣመንቲ እስልምና ንዘይኮኑ ካልኦት ክወሃብ ይኽእል እዩ። ቅድመ ኹነት ናይዚ ሓገዝ ድማ ውግእ ዘይከፈቱን ኣብ ወጽዓን ምጭካንን ዘይተኻፈሉን ዘይካፈሉን እዩ ብኣንጻሩ ድማ ዘካት ሓንቲ ካብ ናይ እስላም ሓሙሽተ መሰረታውያን ስለ ዝኾነት ግዴታ እያ ዘካት ዘካት ትብል ቃል ባዕላ መጽረዪ ማለት ኮይና እዚ ምጽራይ ድማ ናይ ሕልና ናይ ሃብትን ክኸውን ይኽእል እዩ። ኩሉ ዓቕሚ ዘለዎ ኣስላማይ ነዚ ንኸማልእ ግዴታ እዩ። ዘካት ሓንቲ ካብተን ሓሙሽተ ዓንድታት ናይ እስልምና ኮይና ኩሉ ናይ ኢኮኖማዊ ዓቕሚ ዘለዎ ኣስላማይ ክወሃብ ዝግባእ ግዴታ ኣለዎ። ዓይነት ዘካት ክልተ ኮይኖም ዘካት ኣልማልን ዘካት ኣልኢፍጣርን ድማ ይበሃሉ። ዘካት ኣልማል ክበሃል እንከሎ እዚ ክፍሊት እዚ 2.5 ፐርሰንት ካብ ዘለካ ጠቕላላ ሃብቲ ዝኽፈል እዩ። እዚ ክፍሊት ዓመት ዓመት ዝኽፈል ኮይኑ ካብ እተወሰነ ዓቐን ንላዕሊ ምስ ዝኸውን ንምሉእ ዓመት ዝተቐመጠ ምስ ዝኸውን ድማ ይኽፈል። እቲ ኻልኣይ ዘካት ፈጥር ድማ ኣብ ግዜ ዒድ ኣልፈጥር ዝወጽእ ኮይኑ ከምቲ ስሙ ዝሕብሮ ፈጢራ ዘካት ልፈጥር ንሽጉራትን ድኻታትን ቅድሚ ሰላት ልዒድ ዝወሃብ ግዴታ ሓገዝ እዩ። ንመን ከ ክወሃብ ኣሎ ዘካት ንመን ክወሃብ ከም ዘለዎ ኣብ ስሮትለ ኣቶባ ኣያ ሱሳ ፍቕዲ ትሽዓተ ተገሊጹ ይርከብ ነቶም ሸሞንተ ዓይነት ሰባት ዘካት ዝግብኦም ክወሃብ ከም ዘለዎ መምርሒ ተዋሂቡ ይርከብ ዝወሃብ ወይቲ ብመልክዕ ዘካት ክወፅእ ዝግብኦ ዘካት ልኢፍጣር እንታይ ክኸውን ኣለዎ? ባዕሉ ዘካት ልኢፍጣር ምውፃእ ዒባዳ ስለ ዝኾነ ረቢ ስብሓነ ወተዓላ ከምኡውን ረሱል ሰለላሁ ዐለይሂ ወሰለም ብዝኣዘዝዎ መሰረት ክወጽእ ኣለዎ ረሱል ሰለላሁ ዐለይሂ ወሰለም ከምኡ እውን ሰሓባ ይገብርዎ ብዝነበሩ መሰረት ዘካት ልፍጣር ብመግቢ መልክዕ ክወሃብ ኣሎ መግቢ ክበሃል እንከሎ እንታይ ማለት ምዃኑ ኣብ መንጎ ዕላማ ዝተፈላለየ ኣረኣያታት ኣሎ መብዛሕትኦም ከም ዝብልዎ ግና ክዕቀን ዝኽእል ዓይነት እኽሊ ክኸውን ኣለዎ ብምባል ጥረ ገንዘብ ወይ ድማ ስጋ ጠስምን ክኸውን የብሉን ይብሉ። ጥረ ገንዘብ ክኸውን የብሉን መበሊ ዋና ምኽንያት ዋጋ ጥረ ገንዘብ ዝወርድን ዝድይብን ስለ ዝኾነ ዝግዛእ ዓቐን እውን ክውሕድን ክበዝሕን ስለ ዝኽእል እዩ። ኮይኑ ግን ነዚ ተወሲኑ ዘሎ እኽሊ መግዝኢ ዝኸውን ገንዘብ ብእምነት ብሓላፍነት ገዚኦም ክህቡ ንዝኽእሉ ውልቀ ሰባት ወይ ንማሕበራት ብጥሬ ገንዘብ መልክዕ ምሃብ ዝከኣል እዩ። እቶም ኣብ መጨረሽታ ዝወሃቡ ሰባት ግና ዲነል ኢስላም ብዘፍቆዶ ኣገባብ ክኸውን ኣለዎ። ክንዲ ምንታይ ክወጽእ ኣሎ? ኣብ ላዕሊ ኸም ዝተጠቕሰ ሓይሊ ገንዘብ ክድይብን ክወርድን ስለ ዝኽእል ረሱል ሰለላሁ ዐለይሂ ወሰለም ክዕቅን ዝኽእል መግቢ ማለት እኽሊ ክወሃብ ኣለዎ ዝብሉ እዚ ዓቐን ድማ ሰዓ ተባሂሉ ይጽዋዕ ብዝነበረ መዐቀኒ ዝወሃብ ዝነበረ ኮይኑ ንሓደ ስድራ ንሓደ ሙሉእ መዓልቲ ክምግቦ ዝኽእል ዓቐን ክወጽእ ኣለዎ ማለት እዩ መዓስከ ክወጽእ ኣለዎ ዘካት ልኢፍጣር ኣብ ዒድ መዓልቲ ክወሃብ ዘለዎ ኾይኑ እንተ ደንጉየ ድማ ንግሆ ቅድሚ ሰላት ልዒድ ክወጽእ ኣሎ ገሊኦም ዕላማ ቅድሚ ሮሞዳን ምውድኡ ቁሩብ መዓልታት ኣቐዲምካ ምውጻእውን ዝከኣል እዩ ይብሉ ንግሆ ቅድሚ ሰላት ልዒድ ክወጽእ ኣሎ ገሊኦም ዕላማ ቅድሚ ሮሞዳን ምውድኡ ቁሩብ መዓልታት ኣቐዲምካ ምውጻእ እውን ዝከኣል እዩ ይብሉ እዮም። ኣዓሪኻ ኣቐዲምካ ንኣብነት ኣብ መጀመርታ ወይ ፍርቂ ሮሞዳን ምሃብ ምስቲ ሕልና ናይ ዘካት ልፈጥር ማለት ጽጉማትን ድኻታትን ኣብ ዒድ መዓልቲ ንኸይ ጽገሙን ዝብል ዕላማ ስለ ዝጋራጮ ጌጋ ኮይኑ ይርከብ። ኮይኑ ግና ኣኪቦም መግቢ ገዚኦም ንድኻታትን ጽጉማትን ዝዕድሉ ሰብ ኼራትን ውልቀ ሰባትን ማሕበራትን ኣቐዲምካ ምሃብ ዝፍቀድ እዩ። ኣብ ግቡእ ግዜ ምሃብ ድማ ናይዚኦም ገበርቲ ሰናይ ሓላፍነት ይኸውን።